ኣንበሳ ይመጽእ ኣይገለበይ ኣፍንጫ ኣፍንጫኡ ዕመጾ ልቡ እንትዖ ሞተ ደማ። ትግራይ ኣብ ጭንቂ ኣለላ ትግራይ ኣብ መከራ ኣለላ ትግራይ ኣብ ሕርሲ ኣለላ መጸኒ መጸኒ እናበልና ንቅመጥ ወንጭፍ ሓዝ መንእሰይ ትግራይ። ትግራይ ልትድሕነሉ ጎልያድ ልቅተለሉ ካብ ገጸ መሬት ልጠፈኣሉ ጎልያድ ክጥዕም ንሱ። ወንጭፍ ብርሃን ሓዝ ጸልማት ጋልህ

ኣይንተ እግዚኣብሔር ኣቦታት ካህናት ምእመናን ምእመናት ብእግዚኣብሔር ፍጹም ሰላም ዳሕና ዶ ሓድርካትኩም ዳሕና ዶ ውዕልኩም ልኡል እግዚኣብሔር ኣምላክና እላጸላእናዮ ድፎተየና ላጎየናዮ ድቃረበና በይዛ ድኮነና ብደሙ ዳድሐነና ኣምላክ ክብሪ ምስገና ድኡ ይኩን መንእሰይ ወንጭፍ ሓዝ ብድብል ኣርእስቲ ክንመሃሀር ያና ክንመዓዐ ዲያና ደኣ ነቲ ናጋራ ኣንደበት ደኣኻትኩም ሰማዒ እዝኒ ይዓድለና እግዚኣብሄር ኣምላክ ምሥጢረ ጥበቡ ይግለጸልና ካብ ቆሪብኻ ምኩናን ካሓረስኻ ምልማን ካተኣክብኻ ምብታን ይምሓረና እግዚኣብሄር ኣምላክ ወንጭፍ ሓዝ መንእሰይ ወንጭፍ መን ወንጭፍ ዳዊት። ታይ ትገብረሉ ጎልያድ ክትቃትለሉ ታይ ክትገብረሉ ወንጭፍ ሓዝ ወንጭፍ ዳዊት ትወንጭፍ ኣበይ ኢሎሎቲ ስለ ወንጭፍ ንእሽተይ ንብል ስለ ዳዊት ንእሽተይ ክንብል ዳዊት ቅድሚ ወንጭፍ ምሓዙ ካብቶም ደቂ ኣቦኡ ይኹን ደቂ እኖኡ ዳዊት ሸውዓተ ሃብታት ልተውሃቦ ምዃኑ ኹላትና እንፈልጦ ሓቂ እዩ። ነገር ግን ትሕቲ ኹሉ ልተወለደ፣ ድሑር ኹሉ ልተወለደ፣ በኹሪ ናይ እሴይ ኤልያብ ይበሃል፣ ናይ መወዳእታ ቆልዓ ድማ ዳዊት ይበሃል ናይ እሴይ ውላዱ። ነገር ግን ጓሳ ኣባግዕ ነበረ ዳዊት። ዳቦኡ ተኣማኒ ነበረ፣ ጎተራ ኣቦኡ ይመልእ ነበረ። ስውሓት ኣባግዕ የጥሪ ነበረ። ካብ ኣባግዑ ደይፍለ ብኣራዊት ከይብልዓ ድጓስየን ጓሳ ነበረ ዳዊት። ባቦኡ እሙን ባዴኡውን ፍቱይ ነበረ ዳዊት። ስሚ መሮ ሃበ ግብሩ። ካብ ዕለታት ሓደ መዓልቲ ኣባግዕ እላ ሓለየ እላ ሃለየ ነብሪ ይመጽእ ብዘን ኣባግዕ ክውሕጠን፣ ብዘን ኣባግዕ ክበልዐን፣ ዳዊት ግን ሃምቲ ብምዕራፍ ዓሰርተ መ ዮሃንስ ወንጌል ኖላዊ ህየሪ ምየጡ ነብሶ ቤዛ ኣባጊእሁ ልትባህለ በይዛባግዑ ኸይዱ ድትነብር ሓነቆ ዳዊት። ቐተሎ ደማ። ብኻልእ መዓልቲ እንደገና ኣንበሳ ይመጽእ፣ ኣይገለበይ፣ ኣይጎየየይ ወጣት ዳዊት፣ ህጻን ዳዊት፣ ወሬዛ ዳዊት፣ ኣይጎየየይ፣ ኣፍንጫ ኣፍንጫኡ ኣዕመሶ፣ ልቡ ንትዖ፣ ሞተ ደማ ትንበሳ። ካብ ኢድ ኣንበሳ፣ ካብ እድ ኣራዊት፣ ካብ እድ ነብሪ ተናባጊዑ ኣድሐነ፣ ናይ ኣቡኡ ኣባጊዕ ጓሳ ነበረ ተጸሚኤን የስቴን እንተጠምይወን የብልዐን ድርቁሽ ወይም ድርቋ ብዝሃም ዝዓይነት መልክዕ እላሃለየ ካብ ዕለታት ሓደ ማዕልቲ ቅብኣት ክቀብእ ሳሙኤል ሳኦል ካብ እግዚኣብሔር ፈቀቅ ምስ በለ ናይ እግዚኣብሔር ትእዛዝ ምስ ነዓቀ

ነገር ግን ቀርነ ቅብሕ ዝትኸተለቱ ሳሙኤል ላብ ዓዲ እሴይ ኣፍቶም ሸውዓተ ሃም ሞከሮ ክፈስስ ኣይኸኣለይ። እዚኣቶም ድዮም ደቅኻ በሎ ሳሙኤል። እወ እዚኦም እዮም ደቀይ በሎ። ኣይ ኣብዚኣቶምስ ኣቢኖ ኻልእ ተሃልየካ ንገረኒ ትብሎ ተለቲ እረ ደይረብሕ ቆልዓ እሱ ደማ ጓሳ ኣባግዒ እዩ በሎ። መንፈስ ቅዱስ ኣብ ድሓድረ ይፍለጥ እዪ። ኣብዚ ህጻን ዳዊት ልከ መንፈስ ቅዱስ ሓድርኖ። ኣብዚ ባግ ኣብ ናይ ኣቡኡ ባግዕ ዳጽንዕ ቆልዓ ዳዊት ኣብኡ መንፈስ ቅዱስ ሓድሩ ለከኖቲ ብእስራኤላውያን ክግውንዮም ደልዩ እግዚኣብሔር ኣምላክ ብምሕረት እስኪ ጸውዖ በሎ እቲ ጸውዑ መጸ ገና በሪ ትበጽሕ ተሎ እቲ ዳዊት ብህጻኑ ገና ብጎልማሳው ገና ብወጣቱ እዚ ቀርኒ ቅብኢ ሳሙኤል ሕዝዎ እነበረ ፈልሐ ኣብ ልዕሊ እልኤልያብ ኣብ ልዕሊ ኣሕዋት ዳዊት ኣይፈልሕ ይብል ነበረ እቲ ቀርነ ቅብኢ የፈስሲ ይብሉ ዝጸንሐ ገና ዳዊት ግን በሪ ምስ በጽሐ እቲ ቀርነ ቀብኢ ፈልሐ ኣብ ርእሲ ዳዊት ድማ ፈሰሰ ድንግስና ተቃብአ እለ ተሃርዩ እንከርሰ እሞሙ ገና ካብ ቆልዓ ሕዙ ሕዙል ተመረጸ ጅግና ዳዊት ምስ ተቐብአ፣ ሳኦል ኣይሰምዐይ፣ ንእሽቶተየ ናይ ጉልምስና ወጣትነቱ ዕብይ ምስ በለ ዳዊት፣ ኣብቲ ግዜ እቲ ፍልስጥኤማውያን ምስ እስራኤላውያን ክገጥሙ ኣብ ደንበር ሰፈሩ። ኣሕዋቱ ድዳዊት ላፍቲ ደንበር ኸዱ ምስቲ ናይ ባሻዓይትኡ መንግስቲ ምስ ናይ ምስ ሳኦል ኮይኖም ልብዙሕ ኣዋራሕቲ ድኣክል ኣብኡ ተቀመጡ ብለይቲ ቁሪ ስሒታ ብማዕልቲ ዋዒ ጸሓይ እላወቅዑም ፍልስጤማውያን ብቲ ማዕዶ ወይም ደማ ኢሎፍላውያን ብትክየ እስራኤላውያን ብትላካ ዝማዕዶ፣ ኣብ መንጎኦም ሓያል ውሕጅነት እዩ፣ ሓያል ገረብ ወይም ሓያል ሩባ ኣብ መንጎኦም ነቲ ሓያል ሜዳ ትፈራርሖም። ዳዊት ኣቦ እሴይ ኣዘዘዎ፣ ስንቂ ስንቂ ካብጽሕ ከደ፣ ድመላእክቲ ክልተ ደይድሕዝ ዳዊት ስንቂ ትሸክሙ ላብ ኣሕዋቱ ከደ። ተኸተሎቲ ስንቂ ኣረከቦም። ታይ ኮይንኩም እዚ ኩሉ ዘበን ናሓድግኩም ናሃዋራ ሕታ ቁፅርኩም ኣብዝዩ በሎም እዞም ክዬ ማዕዶ ትርለካዮም ዶ እወ እሳቶም ድእስራኤል ዳጨነቁ እዮም ባሻኣይቱ እግዜ እስራኤል ኣብ ውርዴት ነበረት ኣብ መከራ ነበረት ኣብ ጭንቂ ነበረት ኣብ ዕፅዋ ኢሎፍላውያን ነበረት ኣብ ኽባ ፍልስጤማውያን ነበረት እቲ መንግስቲ ሳኦል ምስ እግዚኣብሄር ለለዎ ርክብ ስለልትቋረፀ እታ ሃገር ድውርዴት ትዳረገት እግዚኣብሔር ካብኣኻ ትርሕቕ ተሎ ንጸላኢኻ እኻ ትፈርሖ እግዚኣብሔር ምሳኣኻ ትቐርብ ተሎ ጸላኢኻ ኣያፍርሐካ እዪ ኣብ ልዕሊ ሳኦል መንፈስ ቅዱስ ርሕቑ ስለ ልነበረ ካብ ልዕሊ ሳኦል መንፈስ ቅዱስ ስለ ልርሓቐ ጸሎእቲ ክፈርሕ ገብርዎ እስራኤላውያን ጨካናት ነበሩ ፈርሓት ኮይኖም ብጸሎእቶም ላርዐዱ ላንቀጥቀጡ ነበሩ ደው ክብሉ ኮይኖም ዳዊት ጠየቖም እፈር ትፈራርሕና በሉ እምበኣይ ካባሕናለ ሓደ ይመረጽ ካብቶም ክየ ጸለእትናለ ሓደ ይመረጽ ኣብዚ መይዳ እዙይ ይግጠሙ ኣብቲ መንጎ ክልተና ለሎቲ ዳርቻ ንግጠም በለ ዳዊት። ወንጭፍ ሓዝ መንእሰይ ሃምኣኻ መንእሰይ ዳዊት ወንጭፉ ሕዙ

ወይም ደማ ደዓሰ ክልተ ኮይኖም ደዓሰርተ ሽሕ ሓደ ኮይኑ ደሓደ ሽሕ ከሸንፍ ይክል ዳዊት በይነይ ክገጥም እየ በለ ኣበት ድፍረት ኣበት መንፈስ ቅዱስ ደሓደሮ ዳዊት በይነይ ክገጥሞም እየ እሱኩም እሹ በሉ ሓደ ፈርሕኩም እነኩም ካልኣይ እንደገና ለይቲ ቁሪ ሰንሰን ኣብልኩም እኖ ቃትር ደማ ዋዒ ጸሓይ ኣብ ዝባንኩም ዓርፉ እኖ በይነይ ክገጥም እየ በለ እረ ሃምዚ ድብል ክገጥም ልብል ቆልዓ እነሆ እሉ ወዲ ሳወል እምበኣይ ሃምዚ ድብል እንድሕር ትገነየ እንድሕር ስዕሩ ጓለይ ክህወየ ቦኽሪ ጓለይ ኻልኣይ እንደገና ሰይፍ ንኣተይ ኣድሕዝዎ ንኣተይ ጫማ ኣጨምጭምዎ ንኣተይ ኽዳን ዝራን ግበሩሉ በለ ትጨምጨመ ናይ ሳኦል ጫማ ገበረ ብረት እንደገና ሰይፊ ሓዘ

ውርድ ውርድ በለ ዳዊት ሰለስተ ጸጸር ታይ ይብል ኣብቲ መዝሙር ንኡስ ኣነ እም ኣሃውየ ወሬዛ በቤት ኣውየ ኣነ ንኡስ እናሃለኹ ኣብ ዓዲ ኣቦይ ድማ ጎልማሳ እናሃለኹ ወርኢ ኣባጋ ኣውየ

ውረድ ወንጭፍካ ሓዝ ንመንእሰይ ዳዊት ወረደ ወነሳይ እኮ ኣይራ ንእሙስተ ፈለግ ካፍቲ ሩባ ካፍቲ ፈለግ ደማ ሰለስተ ጸጸር ሓዝኩ በለ ኣብ ቆዳኡ ኣብ ቆፎዳኡ እርይ እርይ እርይ ኣብሉ ዳዊት ኣብ ቆፎዳኡ ሰለስተ ጸጸር ሓዘ ኣብ ኣጻብዕቱ ብእዱ ደማ ወንጭፍ ሓዘ ወወጸፍክዎ ውስተ ፍጽሙ በለ ተኩር ወንጨፈ ዳዊት ተኩሩ ትውንጭፍ ተሎ ትዳዊት ወወጸፍክዎ ውስተ ፍጽሙ ምሉእ ኣካሉ ጎልያድ ብሓጭን ድትጠርነቀ እዩ እብለኩም ኣቱም ምእመናነይ ብሓጭን ድትጠርነቀ እዩ እዛ ወንጭፍ ትውንጭፍ ኣሎ እዛ ጸጸር ሓንቲ ገብርክ እተን ኣእማን ካብተን ሰለስተ እማን ሓንቲ እብ ማእከል ድነበረት እያ እሳ ብእግዚኣብሔር ወልድ ትምሰል ታእምኒ ብኢየሱስ ክርስቶስ ትምሰል ታእምኒ ወንጭፉ ትሰዳ ተሎ ተኩኡ ቅዱስ ሚካኤል ብድጋም ኣበለሉ ድዙይ ኣብ ርእሱ ልነበረ ትጠርኑቑ ልነበረ ሓጭን ናይ ጎልያድ ገምበሩ ፈንጭሖ፣ መንፈስ ቅዱሳዊ እምኒ፣ ኢየሱስ ክርስሳዊ ኢየሱስ ክርስቶሳዊ እምኒ፣ ናይ ሥላሴ እምኒ፣ ምርጥ ደንጎላ፣ ምርጥ ጸጸር ገምበሩ ምስ ወቕዖ፣ ኣሚሃ ወድቀ ብኃይለ እግዚኣብሔር በለ ዳዊት። ብእግዚኣብሔር ኃይል ወደቀለ በለ ወአንሰ ነሣእኩ ዘእምላእሌሁ ሰይፈ ኸይዱ ደማ ቅዱስ ዳዊት ኽሳዱ ርግጽ ኣቦለ ዳዊት ሕፃን ምስ ሓያል ሕፃን ምስ ብርቱዕ ድኹም ምስ ሓያል ቖልዓ ድሓያል ታውድቅ ተሎ ይገርም ያደንቅ ጎልያድ ወደቐ፣ ምስ ወደቐ ሰይፍ ልዕል ኣብሉ ኽሳዱ መተሮ፣ ወኣሰሰልኩ ጽእለተ እምደጭቀ እስራኤል ደማ በለ፣ ካብ እስራኤል ካብ ሃገረይ ስድቢ መከራ ኣወገድኹ በለ ዳዊት። ባእ ዳዊት ምሰል መንእሰይ ትግራይ ወንጭፍ ሓዝ። እታ እስራኤል ትግራይ እያ ንስኻ ኣቦኻ ዳዊት እዩ ንስኻ ወዲ ዳዊት ኢኻ ዳዊት ድሰሎሞን ወሊዱ ሰሎሞን ብምኒሊክ ቀዳማዊ ምኒሊክ ወሪዱ ታወተጽዮን ሕዙ ልመጸ ትግራዋይ መንእሰይ ወዲ ዳዊት ኢኻ ዳቦኻ ዳዊት ምሰል ወንጭፍ ሓዝ ምስ ጎልያድ ድሕረት ግጠም ወንጭፍ ፍልጠት ሓዝ ድንቁርና ኣጥፍእ ካብ ትግራይ ወንጭፍ ሓቂ ሓዝ መንእሰይ ትግራይ ዳዊት ብወጣትነቱ ወንጭፍ ሕዙ ድጎልያድ ጧዕ ኣብሉ ቀትልዎ መንእሰይ ትግራይ ድማ ሓቂ ወንጭፍ ሒዝኻ ሓሶት ኣጥፍእ፣ ፍልጠት ወንጭፍ ሓዝ ድንቁርና ኣጥፍእ፣ ሓቂ ወንጭፍ ሓዝ ሓሶት ኣጥፍእ፣ ምዕባለ ወንጭፍ ሓዝ መንእሰይ ትግራይ ድሕረትይ ድንቁርናይ ድኽነትይ ኣጥፍእ፣ ወንጭፍ ምርምር ሓዝ መንእሰይ ትግራይ ሃም ኣውሮፓውያን መንእሰያት ኣይረእኻዮምይ ዲኻ በይንና ድድኽነት ተዓድልናዮ ናይ ኣውሮፓ ናይ ኤስያ ናይ ኣውስትራልያ ናይ ኣሜርካ መንእሰይ ናይ ምዕራባውያን መንእሰይ ብሰማይ ድበርር ሓጭ ንሰርሖም ፍልጠት ወንጭፍ ሓዝ መንእሰይ ኣፕል ትኸል ማንጎ ትኸል ማይ ገድብ ወንጭፍ ኣእምሮ ሓዝ ትመራመር ላበይ ጉያ ጉያ ዳዊት ኣይገለበይ እኳ ድኣስ ካብቲ ልነብረሉ መንደር ስንቂ ኮይኑ ላብቶም ዳር ደንበር ድሕልውለው ኢልኸደ ዳዊት ንስኻ ድማ ንዓ ላብይ ትገሎ ሕዚ ላብ ልብያ ሕዚ ላብይ ሓርገጽ ክበልዐካ ባሕሪ ክውሕጠካ ላብ ስዑዲ ዓረብ ልምንታይ ትኸድ ታይ እነካ ኣዲስ ኣበባ ታይ ልምንታይ ትፈርሕ ፍርሓት ኣወግድ መንእሰይ ወንጭፍ ሓዝ ፍርሓት ኣወግድ ውለኽካ በሎ ድጎልያ ድሕረት ሃገርካ ኣላ በኸየት ሃገርካ ብጎልያድያውያን ትኸብባ፣ ሃገርካ ኣብ ውሽጣ ይኹን ኣብ ደገ ጎልያድ ድበሃል ድሕረት ኣጨንቕዋ፣ ጎልያድ ድበሃል ከባብያዊነት፣ ጎልያድ ድበሃል ጉቦነት፣ ጎልያድ ድበሃል ፍትሒ፣ ጎልያድ ድበሃል መከራ ኣላጨነቓ መንእሰይ ላቤት ከለኻ። ውንጭፍ ሓዝ ካብ ብረት ወጻኢ ለለቲ መማረጺ ብምሉ ትጠቐም ጎልያዲ እልትውል ሓይል በሎ ተኣከብ ፍርሓት ኣርሕቕ ንዓ ዓድካ ሓድግካ ላበይ መንእሰይ ላበይ ናዳዊት ተረኸ ትረኸ ላተረኽና ይንቕመጢ ሃገርና ካብ ጸበባና ኣድሕና ፍልስጤማውያን ኣጨንቖማ ኢሎፍላውያን መተንፈሲ ይስእኖማ እስራኤል ዳዊት ግን በይኑ ኣሸንፍዋ ዳዊት ዘማሪ ዳዊት ትንቢታም ዳዊት ንጉስ ዳዊት ጨካን ዳዊት መንፈሰ እግዚኣብሔር ድሓደሮ መንእሰይ ምማርካ እንታይ እዩ ትርጉሙ ዲግሪ ስለ ልሓዝካ ክልተ ሰለስተ ዲግሪ ስለ ልጨበጥካ እንድሕሪታ ንበሉ እንድሕር ፍትሒ ለይታግንየሉ፣ እንድሕር ዓድኻ ብሰላም ለይትነብረሉ፣ እንድሕር ኣዴኻ ብክያታ እንድሕር ለይትሕብሰሉ ታይ ኢልኻዮ ምምሃሩ? ኣቦኻ እላበኸየ፣ ኣቦኻ ሓጋዝ ስእኑ፣ ትግራይ እላትጨነቐት፣ ትግራይ እላበኸየት፣ ትግራይ ኣብ ማእኸል ዕፅዋ፣ ትግራይ ኣብ ማእኸል ኸበባ፣ ትግራይ ኣብ ሽግር ጎልያድ ልበሃል ተረገመ ላጨናቃ ንስካ ላበይ ዓድካ እባ ከፈል ምፃእ እባ ትመራመር እባ ዳዊት ትሕቲ ዓሰርተ ሸሞንተ ዕድመ እዩ ዝፀንሐ ኣብቲ ዕድመ ተለለኩም ሰባት ኣብቲ ዕድመ ተለለኩም መናእሰያት ኣወዳት ኹኑ ጓላት ስለ ትግራይ እስኪ ንሕሰብ ሽሕ ዓመት ምሉእስ ኣብ መከራ ንሕና ክንነብር? ቕድሚ ዳዊት እስራኤላውያን ኣብ መከራ እዮም። ሃቡና ናይ ባዕልና ታሪክ እባ ንስራሕ መናእሰይ። ምዕብልቲ ትግራይ እባ ንርኣይ። ምዕብልቲ ቤተክርስትያን እባ ንርኣይ። ወንጭፍ እባ ሓዝ ኣፍታ ቤተክርስትያን ኽድ። ሓቀኛይ ደይ ሓቀኛይ እባ መርምር ወንጭፍ ሓቂ ሕዝኻ ኣታ መንእሰይ። ወንጭፍ ብርሃን ሓዝ ጸልማት ጋልህ ብትሓደ ገጽ ድታ ቤተ ክርስቲያን ረእያ ብትሓደ ገጽ ድትና ምድራዊ ምሕደራ ረእዮ ልኽልቲኦም ሚዛን ሃብ መንእሰይ እስካዕ ትኣርግ ትጽበ እስካዕ መቃብር ልትወርድ ትጽበ ትግራይ ኣብ መከራ እስኻ ላብ ስደት

ደቂ ናብ ዳር ደንበር ማዕዶ ድማዕዶ ትፋራርሖም ድዩ ወይ ገለ ኮይኖም ማዕዶ ድማዕዶ ኣይ ሓዲኦም ኣሸንፎም ማዕዶ ድማዕዶ እስካዕ መኣዝ ሽዱሽተ ዓመት ኣቁጽርና መንእሰይ ወንጭፍ ፍትሒ ተዓጠቅ እታ ትነብዕላ ኣዴኻ ብስደት ልዕሊ ክልተ ሚልዮን ህዝቢ ትሰድትዋ እዩ ዓድኻ ገሊኡ ላብ ገሊኡ ላብ ሱዳን ገሊኡ ላብ ሽረ ገሊኡ ላብ መቐለ ኽረምቲ ኽረምቲ ብድመፀ ቁፅሪ ትስደተኛ ተልዕሊ ክልተ ሚልዮን ስደተኛ ለለ ዝናብ መፀ ላበለ ነጠባ ኣጨንቕዎ ነጋደ ክምለስ ፅባሕደ ክምለስ ብትሓደ ገፅ እንደገና ጓጓኡ ጠምይዎ

ኣይትኣከሊ ንተኣከብ ንተኣከብ እስኪ ንመኻኸር እስኪ እስኪ ልዕሊ ሲሳ ድነኹም ሰባት እስኪ ዕድል ሃቡና ድመናእሰይ እስኪ ኣኩና ብቤተ ክህነት ተኸድካሱ ብቲ ተኸድካሱ ፈካሕና እኮ ዕድል ዶ ፍጠሩልናይ ኣመቻቹልናይ ዶ ንሕና ውን ወንጭፍ ንድሕዝ ወንጭፍ መን ወንጭፍ ዳዊት እታ ተኳር እታ ለይትስሕት እታ ገንበር ጸላኢ ልትወቅዕ ወንጭፍ ክንሕዝ እወ መንእሰይ ኣታ መንእሰይ ኣታ ህዝቢ ዳዊት ሓራግዕ ላጓሰየላ ሃለየ ነብሪ መጽወሲ

ሃምቲ ኣባግዑ ጓስዩ ዳድሐነ ካብ እድ ጸላኢ፣ ዳዊት ንስኻ ድማ ካብ እድ ጸላኢ እል ትብሎ ናይ ውሽጢ ዓዲ ይኹን ናይ ደገ በደይ ኣገድስ ናይ ቤተ ክርስቲያን ይኹን ንኣረማዊ ንሃይማኖት ለለዎ ይኹን ናይ እይ ሃይማኖታዊ በደይ ኣገድስ ጸላኢኡ

ካብ ትግራይ ትእቢት ክታወግድ እማ እታ መንእሰይ ወንጭፍ ሓዝ ኣባግዕኻ ሓድግኻ ላበይ ትኸድ ኣቦኻ ሓድግኻ ላበይ ትኸድ ኣዴኻ ሓድግኻ ላበይ ትኸድ ስደተኛ ኣደ ሓድግኻ ላበይ ክትኸድ ብሓዘን ድትጎሳቆለት ኣደ ሓድግኻ ላበይ ትኸድ ብቀይሓ ድጸለመት ብኽያት ኾይኑ ድራራ ትግረዊት ኣደ ኣይትርላኻያ ኣይትነብዕላቲ ኣይትርላኻያ ኣይትበኪላቲ ካብና ብጥሙዩ ዝባና ብዕሩቑ መጹኒ መጹኒ እላበለት እላደንገጸት እረ መንእሰይ ተኣከብ ሓደ ነገር ግበር መፍትሒ ፍጠር መፍትሒ ካብ ካልእ ከይትጽበ መፍትሒ ብእግዚኣብሔር ያብኣኻ ኢሎለት እዩ ሓይልኻ እግዚኣብሔር ግበር መንእሰይ ትግራይ ቅልጭምኻ እግዚኣብሔር ግበር ጉልበትኻ ምስ እግዚኣብሔር ኣላልዮ መንፈስ ቅዱስ ላብኣኻ ይእተይ መንእሰይ ትግራይ መንፈስ ቅዱስ ኣብ ርእስኻ ይዕረፍ ኣብ ትክሻኻ ይርገጽ ኣብ ኻብድኻ ይሕደር ኣብ ኣዕጽምትኻ ይስተይተይ መንፈስ ቅዱስ ኸም ዳዊት ጎልያድ ኢልልብልኻዮ ሓይሊ ክትስዕሮ ኢኻ እርግጠኛ እየ ልቢ ግበር ኣይትግለል መንእሰያት መን እዩ ንትግራይ ልጠቅም ትመራመሩ ኸዚ ዓድኹም ኣብ ሕርሲ ኣለላትይ

ናይ ትግራይ ተስፋ ብሩህ ዩ መጻኢ ንስኻ እንድሕር ሓብርኻ ንስኻ እንድሕር ሰምርኻ ንስኻ ናይ ዳዊት ኣተሓሳስባ እንድሕር ሒዝኻ ንስኻ ናይ ዳዊት ወንጭፍ እንድሕር ተኩርኻ ላብ መን ሃምቲ ትኩረ ባዕልኻ ትፈልጥ ኣለኻ ተኳር ይኹን ወንጫፍ ይኹን ካብ ድኻ የተናግፍ ዓድኻ። ሕበር፣ ስመር፣ ኣፈላላይኻ ናብ ድሕርት፣ ብኣኻ ዝጻወት ሰብ ክኾነካ ወሎ፣ ኣገብ ግበር በል፣ ድምጽኻ ኣስምዕ፣ ጽሓፍ፣ ተንትን። ኣብ እትፈለኻዮ ዓውደ ስራሕ ኮይንኻ ወንጭፍ ሓዝ ኣብቲ መስራይ። ወንጭፍ ሓዝ ኣብ እትፈላለየ ሴክተር መስራይት ኣብ ድሃለኻሊ ወንጭፍ ሓዝ መንእሰይ ዲያስፖራ። ወንጭፍ ኣብ ዝተፈላለያ ዓለም ድለኹም ኣብ ኣራት ኣቕጣጫ ኣብ ምስራቅ ኣብ ምዕራብ ኣብ ሰሜን ኣብ ደቡብ ለለኹም ተጋሩ ትበሃሉ መንእሰያት ንንሕድሕርኹም ወንጭፍ ምርምር ሓዙ ትግራይ ልትድሕነሉ ጎልያድ ልቕተለሉ ካብ ገፀ መሬት ልጠፈኣሉ ጎልያድ ፍጠሩ ንስኹም ትግራይ ኣብ ጭንቂ እያ ለላ ትግራይ ኣብ መከራ እያ ለላ ትግራይ ኣብ ሕርሲ እያ ለላ መፀኒ መፀኒ ላበልና ንቕመጥ ወንጭፍ ሓዝ መንእሰይ ትግራይ። እግዚኣብሔር ምሳኣኻ ይኹን መንፈስ ቅዱስ ምሳኣኻ ይኹን ወስብሃት ለእግዚኣብሔር የቐንየለይ